ሰላም ከመይ ትኾኑ ከመይ ትጸንሑ ምሳኹም ዘለኹ ኣፍሪቃ ወንበሳ ይኹም ኩሉ ግዜ ሎማዓንቲ ከላይ ነቶም መሰጅ ዝሰደትኩም ለ ብዙሓት ከምዚ በቃ እስኻ ብጣዕሚ ከምዚ ነድንቐካ ኢና ብትብኒ ቴንኪዩ ክብለኩም ይፈቱ ካልእ ከላይ እንታይ መሲልኩም እንታይ ትምክረና ገለ ዝበልኩም ሰባት ኣለኹም እዞም ሰባት እዚኦም ከላይ ብዙሓት እዮም ግን ጠቕላላ ገለ ብዙሕ እንዲመፂኒ መሰጅ ገለ መለ ግን እቲ ዝበዝሐ እንታይ መሲሉኩም ደቂ ተባዕትዮ ኮይኖም ሲ ኣንስቶም ዘየኽብረኦም ማለት እዩ ናብ ክብረት ገፁ ክብረት ዘይብለን ደቂ ኣንስትዮ ብ ሰብኡተን ናብኡ ገፁ ይፀርዩ ናይ መብዛሕትኦም ማለት እዩ ከም ተመሳሳሊ ከምዚ ትግበሪ ይብላሞ ትገብር ከምዚ ተገበርኪ ሓሽ ብላሞ ዘይሰምዓኒ ገለገለ ዝብል እዩ እዚ ከላይ እንታይ ኩሉ ግዜ ኣብቲ ክብረት የብላን ኣብ

ዓራይ እምበዓረይ ነዞም ኩሎም ኣንስትና የኽብራናን እየን እንታይ ክንገብር ኣለና ኣንስትና ምስማዕ ዓብናና እንታይ ክንገብር ኣለና ከምዚ ኢለያ ስእሊ ትእትው ገለ ኢለያስ ምስማዕ ዓብያትኒ ከምዚ ትግበር ኢለያስ ዘረባይ ትንዕቆ ኮይና ከምዚ ይብላ ምሽ ቴሌፎን ተዓፅወኒ ወይ ድማ ሰባት ምስ ኣወዳት ኣይትቕረብ እንታይ ኢለያ ከም ሕጂ ናይ ኩላኹም ተመሳሳሊ እዩ ምክንያቱ ብዙሓት ብዙሕ ናይ ናይ ብዙሓት እቲ መሰጅ መብዛሕትኡ ከምዚ እዩ ዳርጋ መፅእኒ ዘሎ ማለት እዩ ሕጂ ንኩላኹም ገለመለ ብሓንሳእ መልሲ ክበኩም ማለት እዩ በብሓደ በብሓደ ቪድዮታት ክሰርሕ ዘይኮነስ ብሓንሳእ ገለ ቁርብ እንታይ ይመስል እንተ ክትገብሩ ኣለኩም ገለ ኣብዚ ሓደ ነገር ከብርሃልኩም ይፈቱ ንሱ ከላይ እንታይ እዩ ሰለስተ ነገራት ብሓደ ዝተሓሓዛ ኣለዋ እዘን ሰለስተ ነገራት ከላይ እንታይ እየን ፍቕሪ ክብረት ፍርሒ ማለት እዩ

ንሓንቲ ክት- ዋላ ሓንቲ ክትሃርመካ ዘይትኽእል ክትምልሰልካ ዘይትኽእል ሰብ ክትሃርም ዋላ ሓንቲ ትርጉም የብሉን ምክንያቱ ሕምቀትካ እዩ ዘርኢ ማራ ስምዒቱ ክቋፀፀር ዘይክእል ከላይ ሓደ ድኽመት ናይ ድኹማት ደቂ ተባዕትዮ ዝገብርዎ እዩ ግን ክትፈርሓካ ከላ ከመይ ማለት እዩ ከይትኸስረካ ማለት እዩ ከይትኸስረካ ክት- ክብል ከለኹ ከመይ እዩ ንዓኻ ካባኻ ከይዳስ ምስ ካልእ ወዲ ዋላ ሓንቲ ከምናትካ ገይሩ ስምዒታት ክፈጥረላ ዘይክእል ሰብ ክኸውን- ክትኸውን ኣለካ ምክንያቱ ንስኻ ዝበለጽካ ወዲ ተኮይንካ ካባኻ ከይዳ ካልእ ወዲ ከማኻ ክትረክብ ዘይትኽእል ኮይና እንተ ኣሚና ንዓኻ ገዲፋትካ ምስ ካልእ ኣወዳት ክትኸይድ ኣይደልን እያ ማለት እዩ ሕጂ ክትፈርሓኒ ደኣ እሞ እንታይ ሞ ክገብር ኣለኒ ክትፈርሓኒ ተኮይናሲ እንታይ ክገብር ኣለኒ ምክንያቱ ከይፈርሓትንሲ ክተኽብረኒ ትኽእልኒ እያ እዚ ሕጂ ነቶም ፍቑራት ኣብ ፍቕሪ ዘለዉ ሰባት እየ ዝዛረብ ዘለኹ ንከምዚ ኣብ ጎደና ትረኽባ ጓል ኣንስተይቲ ገለ ኣይኮነን ነቶም ኣብ ፍቕሪ ዘለዉ ኣንስቶም ዘይኽብርኦም ማለት እዩ ዊን የኽብርኦም ነይረን እንዳሓር ዘሕስርኦም ወይ ድማ ዘይሰምዐኦም ዝኾና ደቂ ኣንስትዮ ማለት እዩ ምክንያቱ ኩሉ ግዜ ኣብ መጀመርታ እንታይ ትኾኑ ኣለኹም ኣብ መጀመርታ ፅቡቕ ፍቕሪ ትጅምሩ ኣለኹም ፅቡቕ ኩሉ ነገር ይጓዓዝ ኣሎ ግን እንታይ ጌጋታት ትፈፅሙ ኣለኹም ንስኻ ላይ እንታይ ከምቲ ዝነበርኩሞ ኣብቲ መጀመርታ ፍቕሪ ትኾኑ የለኹምን ኣብቲ መጀመርታ ንኣብነት ሓደ ተሪር ወዲ ክላ እዚ እንታይ እዩ እዝን እዝን ጌጋ እዩ እዝን ትብል እንተነርካ እንድሓር ከምዚ ግበረለይ ሓራይ ከምዚ ግበረለይ ኦኬ ከምዚ ግበ ክትብል እንተጀም ኩሉ ክትሰምዓ ተፈቲንካ እሳ ሓላፊት ክትኸውን ኣብ ልዕሌኻ እንተጀሚራ እቲ ዝነበረ ኣብ ርእሲኻ ክብረሲ ክጎድል ይኽእል እዩ ምክንያቱ ኩሉ ግዜ ጓል ኣንስተይቲ ኣብ ሓዳራ ንሳ ተመራሒት እምበረይ መራሒት ክትኸውን የብላ ከመይ ማለት እዩ እዚ ዝኾነ እስኻ ትገብሮ ነገራት ንኣብነት ከምዚ ክንገብር ኢና እንታይ ኢላ ኖኖ እዚ ንገብርን ኢና ኢልካ ሓሳባ ክትቕይሮ ክትፍትን ኣለካ ምክንያቱ ከመይ ትሪ ትግበራ ማለት እዩ ቀሊል ኣብነት ክበኩም ገለ ሓደ ወዲ ተባዕታይ ሓደ ወዲ ተባዕታይ ንጓል ኣንስተይቲ ነፍቃሪቱ ከመይ ገይሩ ክርኢ ኣለዎ ከም ንኣብነት ሓላፊ ንሱ ንሳ ድማ ከም ሰራሕተኛ ማለት እዩ ንኣብነት ሓደ ስራሕ ንበል ንበለ ወላ ቀሊል ክበኩም ገለ ሓደ ሬስቶራንት ምሽ ኣሎ እንዳ ቤት መግቢ ኣብዚ እንዳ ቤት መግቢ ሓላፊ ኣሎ ሓደ ሰራሕተኛ ካለ ኣሎ ሕጂ ተሓላፊ ንጓል ኣንስተይቲ እዚ ሕጂ ደቂ ኣንስትዮ ከምዚየን ገለ ትሕቴና እየን ገለ ንምባል ኣይኮነን ግን እንታይ እየ ዝብል ዘለኹ ከመይ ብቐሊል ኣናሎጂ ክበኩም ስለ ዝደለኹ እየ ክርዳእኩም ገለ መለ ኢለ እየ ኩሉ ግዜ ንጓል ኣንስተይቲ ነንስትኹም ከም ከም ሰራሕተኛታትኩም ጌርኩም ክትኣልይዎን ክትኽእሉ ኣለኩም ንኣብነት ሓደ ሰራሕተኛ መፂኡ ንሓላፊኡ ከምዝን ከምዝን ዘይንገብር ንኣብነት እዚ ዊንዶው ንቐይሮ ዊን እዚ ማዕፆ ገለ ክቕየር ኣለዎ ዊን ገለ ተይልዎ ሓላፊ እንታይ እዩ ዝገብር ኩሉ ግዜ ኦኬ ክሓስበሉ እየ ክርእየ ገለ መለይሉ ሲ ታሽ ምብል እዩ ኩሉ ግዜ ሲ እቲ ሰራሕተኛ ዘዝበሎ ነገር ኣይገብርን እዩ ሕጂ ከምኡ እንተ ሰራሕተኛ ዘዝበሎ ነገር ዝገብር ተኮይኑ ሰራሕተኛ መወዳእታ ይንዕቆ እዩ ኣብ ሓደ መዓልቲ ኖኖ እዚ ንገብር ኢና እንተኢልዎ ሰራሕተኛ እንታይ ይኸውን ሽዑ ክላእ ንስኻ ደኣ ኣይሰምዓንን ኢኻ ክኸይድ እየብ ካልእ ይብል ይቕይር ማለት እዩ ሕማቕ ሓላፊ ማለት ብዙሓት ሰራሕተኛታት ይቕይር ማለት እዩ ሰራሕተኛታት እሱ ኣይክብርዎን እዮም ብማራ ኣይክብርዎን እዮም ዳትስዋይ ሰራሕተኛታት ይቕይር ብዙሓት ሰራሕተኛታት ይቕይር ምክንያቱ ከመይ ገይሮም ሰራሕተኛታቱ የኽብርዎ ኣይፈልጥን እዩ ዘሎ እዚ ከላይ ናይ ሳይኮሎጂ ትምህርቲ እዩ ማለት እዩ ተረዲኹምኒ ደቂ ሰባት ገለመለ ከምኡ ጌርካ ከምዚ ስቕ ኢልካ ትሰምዖም እንተኮይንካ ገለመለ እንዳሓር ኣብቲ ዘይሰምዓሎም ግዜ ኣብቲ ስኻ ዘይሰምዓሎም ግዜ ክሓርቁን ምሳኻ ክባእሱ ንኽእሉ እዮም ሕጂ ኣንስትኹም ከምኡ ኩሉ ግዜ ጓል ኣንስተይቲ እሳ ከምዚ ክንገብር ኣለና ተይላትካ ኖኖ ከምዚ ክንገብር ኢና ክትብላ ከለኻሲ ክትሰምዓካ ክትኽእል ኣለዋ ክሰምዓካ ክትክእል ኣለዋ ምክንያቱ ኩሉ ግዜ ሓራይ ሓራይ ሓራይ ትብላ ተኮይንካ እንዳሓር ኣብ መወዳእታ እሳ ስረስ ንሳ ክትወድዮ ትኽእል እያ እቲ ስረ ንሳ ተተኸዲናቶ ኣብ ገዛ ድማ ደቂ ኣንስትዮ ንሰን ዝሕምቆ ወዲ ተባዕታይ ኣይፈትዋን እየን ኣርባዕተ ነጥቢ ንሰን ዘሕምቆ ወዲ ተባዕታይ ኣይፈትዋን እየን ንሓዳር ከላይ ኣይደልዮን እየን ኣብቲኣ ንሳ ከም ተሕምቀካን ከም ኩሉ ከም ንስኻ እንተኸይትካ ዋላ ሓንቲ ጸገም ዘይብላ እንተኾይና ወዲእኻ ኣለኻ ኩሉ ግዜ ግን እዚ ነገር እዚ ክተብሎ ተኮይንካ ሓደ ዝዓበየ ነገር ክተስተውዕለሉ ዘለካ እንታይ ኣሎ መሲልካ ሰብኣይ ክትኸውን ኣለካ ሰብኣይ ክትኸውን ከላይ ኩሉ ግዜ ዝበልካዮ ክትገብር ክትኽእል ኣለካ እዚኣ ሓዝዋ ዝበልካዮ ምግባር ናይ ሰብእነት ስራሕ እዩ ማለት እዩ ጓል ኣንስተይቲ ከላይ ኩሉ ግዜ ንኣብነት ሓንቲ ጓል ኣንስተይቲ ኣነ ንሓደ ወዲ ክሕግዘ ወይ ንምስኡ ክወፅእ የለ መዓንተ ኢላትካ ኖኖ እንተ ወፂኺ ኣነ ንስኺ ንወዲእና ኣለና ትብላ ማለት እዩ እንተ ከምኡ ኢልካ እንተ ተዛሪብካ እሞ ከዓ እንተ ወፅያ እንተ ወዲእካ ኣለካ ወዲእካ ኢኻ ቻው ካልኣይ ግዜ ደዊላ ይቕሬታ ወይ ድማ ረኺባ ሶሪ ገለ ክትብለካ ኣይትጸበ ገለ ሓንሳእ ወዲእና ተይልካ ወዲእኻ ኢኻ እቲ ዝበልካዮ ቃላት ክትገብር ክትኽእል ኣለካ ምክንያቱ መብዛሕትኹም ትፀሓፍኩምለይ ገለ እንታይ እዩ ትነግርወን ምሽ እቲ ንዓኹም ምስ መዓይ ኣብያ እንድሓር ሽዑ ደው ኢለን ይቕሬታ ክልተ ሰለስተ ግዜ ምስ ፈተናልኩም ምድዋል ደው ኢለን ገለ መለ ሶሪ ዊን ከምዚ ተጋጊና ኢና ገለ ክብላኹም ከለዋ ሲ ኦኬ ፀገም የብሉን ገለገለ ትብለኹም ማለት እዩ እዚ ከላይ ኩሉ ግዜ ከም ዝትገብሩ ተኮንኩም ክደጋገም እዩ ጓል ኣንስተይቲ ካላይ ሓደ ብርቱዕ ታሽሙ ሜላ ትጥቀም እያ ንሱ ካላይ እንታይ ትምዝምዛካ ተመዝሚዛትካ ከምዚ ተመዝሚዛትካ ሓንቲ ንኣብነት ንሳ እስኻ ኣብ ዝኸትካ ከይትካ ክትኸስ ኣይከስሮን እየ ሰብ እዚ ኣብ ዝኸትኩ ዝገበርኩ ግበረ ዋላ ሓንቲ ቅረ ክብለለ ኢላ ትሓስብ እንተኮይና እታ ፓወር ናትካ ወዲእካ ኣለካ ማለት እዩ እንታይ ፓወር ኣለካ ንሳ ኣብ ዝኸትካ ሕሰብዎ ንስኹም ከም ደቂ ተባዕትዮ ሰበይትኹም ዝደለኹምዎ ክትገብሩ ዘይትገድፈኩም እንተኮይና እንታይ ምገበርኩም ብዙሕ ነገር ምገበርኩም ነርኩም ሶ ኩሉ ግዜ ድማ እዚ እዩ ጓል ኣንስተይቲ እዚ እቲ ቀንዲ ፓወር ዊን ሓይሊ ዘለካ ክትፈርሓካ ትኽእለሉ መገዲ ንስኻ ክትገድፋ ከም ዝኾንካ ክትከኣ ከም ዝኾንካ ብከምኣ ጓል ኣንስተይቲ ካልእ ክትክኣ ከም ዝኾንካ ክትፈልጥ ክትኽእል ኣለዋ ክትክኣ ዘይትኽእል እንተኮይንካ ሎሚ ክተሕርቃካያ ገለ መለ ገለ በቃ እዚ ሰብ ዝደለኽዎ ገይረ ሶላ ሓንቲ ይብለኒ ትብል ተኮይንካ ምክንያቱ ኩሉ ግዜ ተጠንቀቑ ገለ ኩሉ ግዜ ደቂ ኣንስትዮ ሎሚ ዓንቲ ቴሌፎን ተዓፅዕካ ፅባሕ ብሎክ ትገብረካ ድሕሪኡ ተወዲእና ኣለና ትብለካ ድሕሪኡ ዲስኮ ክሓድረ ትብለካ ከምኡ እንዳበለት እያ ተሃንፆ ጓል ኣንስተይቲ ማለት እዩ ግን ከምቲ ዝነበርኩም መጀመርታ ተፍቀረትኩም ከምኡ ኩኑ ኩሉ ግዜ እንተ ተሪር ወዲ ሓያል ሰብ ትፈልጠኩም እንተ ነይራ መጀመርታ ኩሉ ግዜ ሓያል ኮንኩም ንበሩ ኣብ ፍቅሪ ኣለኹ እንዲ ዝያዳ ካልኣይተይ እንዲ ኣይትገድፈንን እያ ኢልኩም ገለመለ ካልእ ሰብ ኣይትቀየሩ እትሳ ዘፍቀረትኩም ኣብ መጀመርታ ንሱ ክትኾኑ ክትኽእሉ ኣለኩም ምክንያቱ ሰብኣይ ሰብኣይ ክኸውን ኣለዎ ኩሉ ግዜ ሕምቀታት ናትኩም ኣይ ሕማቃት ሰባት ኣይትኾኑ ሕማቃት ተኮይንኩም እዩ ኩሉ ግዜ ጓል ኣንስተይቲ ኣታክ ወይ ድማ ተጥቃዓኩም ማለት እዩ ካልኣይ እዚ ተሌፎን ምስ ካልእ ኣወዳት ትድውል እንተኾይና ኣይትደውልን ምስኦም ክትዛረብ ኣይደልን እየ ተልካያ እንተ ካልኣይ ከምኡ እንዳበልካያ እንተ ጌራቶ ክትቐፅዓ ክትኽእል ኣለካ ኣሚ ልክዕ ከም ተሰማዕካ ክተስማዓ ክትኽእል ኣለካ እንተ ክልተ ግዜ ደዊላትልካ ብሎግ ጌርካ ድሕሪ ሰሙን ተኸፊትካ ገለ ፍቕረይ ገለ ትብላ ተኮይንካ ፅባሕ ንጎ ክትደግሞ እያ ሚእቲ ካብ ሚእቲ ማለት እዩ ሚእቲ ፐርሰንት ካልኣይ ግዜ ደጊማ ክትገብሮ እያ ገለ እዚ ኢታት ግደፉ ከምዚ ሰብኣይ ኩኑ ሰብኣይ ከላይ እንታይ ማለት እዩ እቲ ዝበሎ ቃል ዘይዓፅፍ ማለት እዩ ንኣብነት ሎማዓንቲ ከምዚ ተገይርክ ድራር ኣይድረክን እየ ተይልካያ ገለ ተገይራ ከይተድርራ ገለ ማለት እቲ ዝበልኩሞስ ክትገብሩ ክትኽእሉ ኣለኩም ክትገብሩ ክትኽእሉ ኣለኩም እዚ ካልኣ እቲ ቀንዲ ከምቲ ናተይ ርድኢተይ ክተኽብረኩም ተኮይና ክትፈርሓኩም ኣለዋ ክትፈርሓኩም ተኮይና ኣብ ኣብ እቲ ዝበልኩሞ ቃላት ክትገብሩ ክትኽእሉ ኣለኩም ኩሉ ግዜ ኣብ ቃላትኩም ፅኑዓት ማለት እዩ ክትኾኑ ኣለኩም ካልእ ካልእ ከም ትኸስረኩም ካልእ ጓል ኣንስተይቲ ጌርኩም ክትክእዋ ከም ትኽእሉ ክትፈልጥ ክትኽእል ኣለዋ እሳ ኩሉ ግዜ ኩሉ ግዜ እንተ ሚእቲ ካብ ሚእቲ ትተኣማመን እንተኮይና ክትኸስረካ ከምዘይትኽእል ሰብ እዚ ዳ መን መን ሓራይ ክትብሎ ኣነ ብዝኸትኩ ከይደሲ ዝብለኒ የብሉን ካልእ ጓል ብጀካይ ሓራይ ክትብሎ ትኽእል ጓል የላን ገለ ዝብል እምነታት እንተሕዲራ ማራ ብሕማቕ ኣገባብ ክተብለኩም እያ ክትሪት ክትገብረኩም ክትፍትን እያ ሕጂ ንሱ እዩ ክሰምዓኩም ኣይትፍትን እያ ወንጨርጨር ክትብል እያ ገለ ዘረባ ዘይድሊ ክትዛረብ ክትጅምር እያ ኣብ መወዳእታ ምስ ወላ ወሊድኩም ገለ ጓልኩም ሓቂፋ ገለ እስካ ዲስኮ ክትሓድር ትኽእል እያ መወዳእታ ምክንያቱ ትንዕቀኩም ኣላ እንተ ንዕቃትኩም ከላይ መወዳእቱ ፅቡቅ ኣይክኸውን እዩ እዚ ከላይ ከምዚ ክትገብሩ ፈቱን ካብ ብሕጂ ክትሃንፅዎ ኣለኩም እቲ ፍቅሪ ከም ትፈርሓኩም ክትገብሩ ምጉሳጥ ገለ መልኣነ ቫይለንስ ገለ ወላ ሓንቲ ታሽሙ ናተይ ኣይኮነን ዝኾነ ነገር ሕማቕ ንግበር ገለ እዩ ኩሉ ግዜ ግን ክትፈርሓኩም ኣለዋ ክብል ከሎ ከም ዝበልኩኹም እዩ ክትኸስረኩም ከም ትኽእል ክትፈርሕ ክትኽእል ኣለዋ ከምኡ እንተ ቢላ ሽዑ ከምኡ እንተ ፈሊ እንተ ጌራ ክተኽብረኩም እያ ምስ ኣኽበረትኩም ድማ ክብረት ከላይ ፍቕሪ እዩ ንወድ ተባዕታይ ክብረትን ፍቕሪ ንወድ ተባዕታይ ፍልል የብሉን ምስ ደይ ተፍቅረና ጓል ክንነብር ንኽእል ኢና ዋላ ኣይፍቅረኩምኒ እንዳበላትና ተኽብረናን ዝደለናዮ ትገብረልና ተኮይና ዳስ ሪስፔክት ማለት እዩ ሪስፔክት ድማ ንወድ ተባዕታይ መይን ቲንግ ኣብ ሓዳሩ እቲ ቀዳማይ ቀዳማይ ኣገዳሲ ነገር ንሓደ ወድ ተባዕታይ ኣብ ፍቕሪ ወይ ድማ ኣብ ሓዳሩ ሰበይቱ ክተኽብሮ ክትኽእል ኣለዋ ሰበይቱ ክተኽብሮ ኣለዋ ዘይተኽብር ክብረት ዘይብሉ እንተኮይኑ ገዛና ካብ ገዛሲ ኣበይና እሞ በቃ ክንሃድም ጥራይና ንርኢ እንዳ ካርታ ኢና ክንውዕል ንደሊ ሕጂ ኣገዳሲ እዩ ገለ መለ እዚ ክብረት ዝበሃል ንወድ ተባዕታይ ክተኽብረካ ተኮይና ድማ ሕምቀት ናትካ እምበር ናታ ኣይኮነን ምክንያቱ ጓል ኣንስተይቲ ኩሉ ግዜ ትፈርሖ ወዲ ተኽብር እያ ገለ ሶ ክትፈርሓካ ተኮይና ድማ እስኻ ኢኻ እቲ ክትቅይሮ ዘለካ ነገር ማለት እዩ